ከመይ ጌርና ሶፍትዌር ኣብ ዊንዶውስ ኦፕሬቲንግ ሲስተም ንጽዕን ዝብል ተማሂርና ነይርና ሕጂ ድማ ከመይ ጌርና ሶፍትዌር ኣብ ማክ ኮምፒውተርና ክንጽዕን እንኽእል ዝብል ትምህርቲ ሒዘልኩም ቀሪበ ኣለኹ ንከታተል ልክዕ ከምቲ ኣብ ዝሓለፈ ክፋል ትምህርትና ዝተምሃርናዮ ኮምፒውተርና ብዙሕ ስራሓት ክንዓመላ እተኽእለና እያ ሶፍትዌር ዴቨሎፐርስ ድማ ዝተፈላለዩ ኣፕሊኬሽንስ ንዝተፈላለዩ ኦፐሬቲንግ ሲስተም ይሰርሑ። ንኣብነት ኣብ ሊናክስ ኦፕሬቲንግ ሲስተም ዝሰርሑ ሶፍትዌራት ዝስንዑ ሶፍትዌር ዴቨሎፐርስ ኣለዉ ናይ ሞባይል ኣፕሊኬሽን ዴቨሎፕ ዝገብሩ ሶፍትዌር ዴቨሎፐርስ ኣለዉ ናይ ማክ ኦፕሬቲንግ ሲስተም ዝሰርሑ ኣፕሊኬሽን ዘማዕብሉ ሶፍትዌር ዴቨሎፐርስ ኣለዉ ከምኡውን ናይ ዊንዶውስ ኦፕሬቲንግ ሲስተም ዘማዕብሉ ሶፍትዌር ዴቨሎፐርስ ኣለዉ ካልኦት ዌብሳይታት ዝሰርሑ ዌብሳይት ዲዛይነርስ ወይ ድማ ዌብ ዴቨሎፐርስ ኣለዉ ዝተፈላለዩ ክኢላታት ናይ ቴክኖሎጂ ነናቶም ኣፕሊኬሽን ዴቨሎፕ ይገብሩ እዮም እምበኣር ንሕጂ ኣብዚ ቪድዮ እዚ ብዛዕባ ማክ ኢና ክንዛረብ ኣብ ማክ ኮምፒውተርና ከመይ ጌርና ኢና ሶፍትዌር ክንፅዕን ንኽእል ወይ ንጥቀመሎም ኣገባባት እንታይ ይመስሉ ብዝብል ኢና ክንመሃር ንቐፅል እምበኣር ሕራይ ከምቲ ኣብ ዝሓለፈ ክፋል ትምህርትና እውን ርኢናዮ ዝነበርና መጀመርታ ዋላ ኣብ ማኪንቶሽ ኮምፒውተራትና ብሲዲ ተጠቂምና ኢና ዝተፈላለየ ሶፍትዌራት ንፅዕን ነርና ብፍላይ ካብ ሸንሸዓተ ሚድዮ ሰዓታት ጀሚርካ ክሳብ ክልተ ሽሕ ኣብ ዝነበረ እዋን ኣዝዩ ኮመን ዝነበረ እዚ ናይ ሲዲ ቴክኖሎጂ እዩ ነይሩ ማለት እዩ ኣብዚ ሕጂ ሰዓት ግን ዋላ እተን ኣፕል ኮምፒውተራት ናይ ሲዲ ድራይቭ ዘይብለን ከማን ብዙሓት እየን ዝስራሓ ዘለዋ ማለት እዩ ምክንያቱ ኣፕል ንባዕሉ ብሲዲ ዝዝርግሖም ዓይነት ኣፕሊኬሽናት ገለ ብዙሕ ስለ ዘይብሉ ብዙሓት ኮምፒውተራቱ እዚ ሕጂ እዋን ዊዛውት ሲዲ ድራይቭ ክዝርግሓ እውን ጀሚረን ኣለዋ ማለት እዩ እቲ ዝበለጸ ኣገባብ ዋላ ኣብ ማኪንቶች ኣብ ንጥቀመሉ እዋን ዝኾነ ሶፍትዌር ክንረክብ ምስ ንደሊ ሰርች ብምግባር ኣብ ከም በዓል ጉጉል ዝኣመሰሉ ናይ ሰርች ኢንጅንስ ኣቲና ሰርች ጌርና እቲ ንደልዮ ኣፕሊኬሽን ረኺብና ዳውንሎድ ጌርና ፅዒንና ክንጥቀም ክንክእል እንከለና እዩ ማለት እዩ እዚኣ እታ ኣብዚ ሕጂ እዋን ኣዝያ ኮመን እዚ ዘሎ ማለት እዩ ሓደ ሶፍትዌር ክጥቀም ድሕር ኮንካ ዳውንሎድ ትገብሮ ብኡ መንፅር ከዓ ናይ ነፃ ሶፍትዌራት ኣለዉ ብነፃ ዝርከቡ ብገንዘብ ዝዕደጉ ከዓ ኣለዉ ማለት እዩ ስለዚ ዘዋፃካ ትገብር ማለት እዩ እቲ ሶፍትዌር ከዓ ብፍላይ እንድሕዳ ትዕድጎ ኮንካ ኩሉ ግዜ ብዛዕባኡ ብዙሕ ከተንብብ ክትክእል ኣለካ እንታይ ዓይነት ኣገልግሎት እዩ ክህበካ እንታይ ዓይነት ጥቕምታት ኢኻ ክትረክብ ካብቲ ሶፍትዌር ክትፈልጥ ክትክእል ኣለካ ማለት እዩ እዞም ኣብ ማክ ኮምፒውተርና ዝፀዓኑ ዝተፈላለዩ ዓይነት ሶፍትዌር ዶት ዲኤምጂ ኤክስቴንሽን ፋይል ኤክስቴንሽን ሒዞም እዮም ዝመፁ ማለት እዩ ኣብ ዝሓለፈ ትምህርትና እቶም ኣብ ዊንዶውስ ንፅዕኖም ሶፍትዌራት መብዛሕትኦም ዶት ኤክስ ፋይል ኤክስቴንሽን ሒዞም እዮም ዝመፁ ኢልና ነርና እዞም ኣብ ማክ ንፅዕኖም ድማ መብዛሕትኦም ዶት ቢኤምጂ ፎርማት ሒዞም ይመፁ ማለት እዩ ሕጂ እዚ ስታንዳርድ ዝኾነ ፋይል ኤክስቴንሽን ናይ ኢንስታሌሽን ፋይልስ ኣብ ማክ ኮምፒውተርስ እዩ ማለት እዩ ራይምባር ሕጂ እዚ ዝኾነ ዲኤምጂ ፎርማት ዘለዎ ፋይል ምስ ረኸብና ወይ ዳውንሎድ ምስ ገበርናዮ ብኸመይ ንፅዕኖ ከዓኒ ክንሪኦ ኢና ማለት እዩ ኦኬ ንኣብነት ኣብዛ ንሪኣ ንዕዘባ ዘለና ኣብነት እንታይ ኢና ንገብር ዘለና እዚ ፋየርፎክስ ሞዚላ ፋየርፎክስ ናይ ማክ ናይ ማክ ኢና ዳውንሎድ ንገብር ዘለና ማለት እዩ። እዚ ኩሉ ግዜ ዳውንሎድ ክትገብሩ ከለኹም ምርጫ ሂበኩም እዩ። ንምንታይ ኦፕሬቲንግ ሲስተም ኢኻ ዳውንሎድ ትገብር ከም ዘለኻ ሲ ይነግሩካ እዮም ኣብቲ ዌብሳይት። ናይ ዊንዶውስ እንድሕር ኮይኑ ኣብዚኣ ባተን ጻኢትካ ዳውንሎድ ግበር። ናይ ማክ እንድሕር ኮይኑ ኣብዚኣ ባተን ጻኢትካ ዳውንሎድ ግበር። ናይ ኣንድሮይድ ወይ ናይ ኣይኦኤስ እንድሕር ኮይኑ ኣብዚ ኣቲኻ ዳውንሎድ ግበር ይብሉካ እዮም ማለት እዩ። እጂ ኣብኡ ክትጥንቀቑ ክትክእሉ ኣለኩም ማለት እዩ። ሕጂ ናይ ማክ ንጽዕን ስለ ዘለና እታ ዶት ዲኤምጂ ፋይል ዳውንሎድ ትገብር ኣላ ኣብዚ ስእሊ ከም ትዕዘብዋ ዘለኹም እታ ፋይል ዳውንሎድ ዝገብራ ዘሎ ናይ ምንታይ ዶት ዲኤምጂ ፋይል ኤክስቴንሽን ኣለዋ ማለት እዩ ሕጂ ናይ ሞዚላ ፋየርፎክስ እዩ ዳውንሎድ ንገብር ዘለና ኣብዚ ብድሕሪኡ ዳውንሎድ ጌራ ምስ ወደአት ንዓ ትኸፍትዋ ወይ ድማ ኣብቲ ዳውንሎድስ ፎልደር ኮም ምስ ኣተኹም ኣብቲ ማክ ማለት እዩ ኣብኡ ክትረኽብዋ ኢኹም ኣብዚ ክፀንሓኩም እያ ፋየርፎክስ ቨርዥን 36.pmg ኣላትና ማለት እዩ ሕጂ ነዚኣ ሎኬት ጌርኩም ሰሌክት ትገብሩዋ ወይ ድማ ክሊክ ጌርኩም ትኸፍትዋ ማለት እዩ ብድሕሪኡ ሓደ ዳያሎግ ቦክስ ከምዚ ክመፀልኩም እዩ ናይቲ ፋየርፎክስ ማለት እዩ ብድሕሪኡ እንታይ ኢኹም ክትገብሩ ነታ ኣይኮን ናይታ ፋየርፎክስ ክሊክ ጌርኩም ሒዝኩም ድራግ ጌርኩም ናብቲ ኣፕሊኬሽን ፎልደርኩም ናብኡ ተእትዋ ማለት እዩ ትሪዋ ኣለኹም እዛ ኤ ዝብል ከምዚ ዓይነት ፅሕፈት ዘለዋ እዛ ፎልደር እዚኣ እታ ኣፕሊኬሽን ፎልደርኩም እንድያ እንጂ ነታ ፋየርፎክስ እንታይ ትገብሩዋ ክሊክ ጌርኩም ድራግ ጌርኩም ስሒብኩም ኣብኡ ተእትውዋ ማለት እዩ ተረዲኣትኩም ስሒብኩም ሲ ናብኡ ተእትውዋ ማለት እዩ ከም ዝኾነ ኣፕሊኬሽን እንሪኦ ዘለና ኣብቲ ኣፕሊኬሽንስ ፎልደርኩም እንታይ ኮይና ኣላ እዚኣ ፋየርፎክስ ተፃዒና ኣላ ማለት እዩ ቀላል እያ ኣብኣ ስሒብኩም ምስ ኣተኹማ እተፃዒና ኣላ ከምዚ ትሪእዎ ዘለኹም ከዓኒ ኣብኣ ክሊክ ጌርና ከፊትና ኦፐን ጌርና ክንጥቀመላ ከዓ ንኽእል ማለት እዩ እዚ ኣብዚ ንሪኦ ዘለና ኣብዚ ኣፕሊኬሽንስ ፎልደር ኢና ኣቲና ዘለና እዛ ኤ ትመስል ናይ ኣፕሊኬሽንስ ፎልደር እያ ኣብኣ ኣቲኹም ብምሉኡ እቲ ኣብ ማክ ኮምፒውተርኩም ተፃዒኖም ዘለዉ ሶፍትዌራት ወይ ድማ ፕሮግራምስ ብከምዚ ክትርእዎም ትኽእሉ ኢኹም ክትከፍትዎም ክትጥቀምሎም ከዓኒ ትኽእሉ ማለት እዩ ኣብዚ ንኣብነት ጂም ኣለኩም ፎቶ ኤዲተር እዩ ቼስ ጌም ኣሎ ብለንደር ናይ ስሪዲ ኣኒሜሽን መስርሒ ዓይነት እዩ ካልኩሌተር ኣሎ ካላንደር ካምፔሽያ ናይ ቪድዮ ሪኮርዲንግ ሶፍትዌር እዩ ዝታት ኣብዚ ብዙሕ ብዙሕ ኣለኩም እዛ ሕጂ ዝሰኣናያ ፋየርፎክስ ከዓ ኣላትኩም ማለት እዩ ሕጂ መብዛሕትኡ ኣፕሊኬሽናት ከምዚ እናገበርኩም ኢኹም ትፅዕንዎ ከምኡውን ናይ ጉግል ክሮም ብራውዘር ኣለና ማለት እዩ ሕጂ መብዛሕትኦም ዞም ሶፍትዌር ዝሰርሑ ንዊንዶውስ ኢሎም ዝሰርሑ ንማክ ከዓ ይሰርሑ እዮም ማለት እዩ ወይ ድማ ካልኦት ንዊንዶውስ ኢሎም ክሰርሑ ከለዉ ንማክ ኢሎም ከዓ ዝሰርሑ ከዓ ካልኦት ሰባት ክህልዉ ይኽእሉ እዮም ማለት እዩ እዛ ዳውንሎድ ጌርና ኣብ ኣፕሊኬሽን ፎልደር ዘእተናያ ፋየርፎክስ ተፃዒና እያ ኢልና ኣለና ምሽ ብድሕሪ እንታይ ንገብር ኣብቲ ዶክ ምስ ከድና ከምዚኣ ኣብዚ ስእሊ ንሪኣ ዘለና ፋየርፎክስ ኢላ ናይ ድራይቭ ከምዚ ናይ ኤምፒስሪ መፃወቲ ዝመስል ዓይነት ክትረኽቡ ኢኹም ማለት እዩ ወይ ድማ ኣብዚ ከዓ ነለትኩም ሕጂ እዚኣ ኦልሬዲ ንኢንስታሌሽን ዝተጠቀምናላ ስለ ዝኾነት ኣይተድልየኩምን እያ እዚኣ ሕጂ እዚኣ ስለ ዘይተድልየኩም እንታይ ትገብሩ ክሊክ ጌርኩም ስሒብኩም ኣብታ ትራሽ ምሻላታ እንዳ ጎሓፍ ዝበልናያ ዝክርዋ ዲኹም ኣብኣ ንስሕብ ኣብልና ኣባ ነእትዋ ማለት እዩ ንድምስስ ኣለና ማለት እዩ ምክንያቱ እዛ ቮሊም እዚኣ ሕጂ ኦልሬዲ ስርሓ ወዲያ እያ ፅዒናዮ ስለዝኮና እቲ ፋየርፎክስ ሕጂ ስለዘይተድልየና ድራግ ጌርና ሲምፕሊ ክሊክ ጌርና ድራግ ጌርና ስሒብና ኣብታ ትራሽ ኣብኣ ንድርብያ ማለት እዩ ሕራይ ዝኾነ ሶፍትዌር ክንደሊ ከለና ናይ ማክ ኩሉ ግዜ እቲ ዝቐለለ መንገዲ ኣብ ኢንተርነት ሰርች ምግባር እዩ እዚ እውን ልክዕ ከም ናይ ዊንዶውስ ኣብ ኢንተርነት ኣቲኻ ሰርች ምግባር እቲ ዝቐለለ እዩ ማለት እዩ ብፍላይ እንታይ ንኣብነት ናይ ባክኣፕ ሶፍትዌር ትደሊ እሞ ንሕዳ ዘይትፈልጦም ኮንካቶም ባክኣፕ ሶፍትዌር ብስማቶም ክደልዮም ኣይትኽእልን ኢኻ ስለዚ ዘለካ ኣማራፂ እንታይ ትገብር ኣብ ሰርች ኢንጂን ናይ ጉግል ኣቲኻ ፍሪ ባክኣፕ ሶፍትዌር ኢልካ ምስታ ፍሪ ትብል ቃል ተተኹማ ፅቡቅ እዩ ብነፃ ክትግልገለሎም ትኽእል ዓይነት ሶፍትዌራት ስለ ዘለዎ መጀመርታ ንዓታቶም ክትሪኦም ክትክእል ኣለካ ቅሚ ምግዛእኻ ማለት ሓደ ሓደ ግዜ ሶፍትዌር ገዚእኻ እውን ዘይክዕግበካ ስለ ዝኽእል ኩሉ ግዜ እቲ ናይ ፍሪ ዘሎ ቨርዥን ክትጥቀምሉ ክትብሉ ኣለኩም እቲ ካልኣይ መንገዲ ድማ ኣብቲ ኣፕ ስቶር ኣብ ኣፕ ስቶር ኣቲኹም ከዓኒ ዝተፈላለየ ኣፕሊኬሽንስ ናይ ማክ ዳውንሎድ ክትገብሩ ትኽእሉ ኢኹም ማለት እዩ ሕጂ ናይ ማክ ኣብ ስቶር ኣለና ኣብኡ ኣቲኹም ዝተፈላለየ ሶፍትዌራት ብዙሓት ሰባት ዳውንሎድ ዝገበሩ ማለት እዩ ዳውንሎድ እናገበርኩም ክትጥቀሙ ከዓኒ ትኽእሉ ኢኹም ማለት እዩ እቲ ኣፕ ስቶር ምናልባት ክፈላለ ይኽእል እዩ ከምዚ ዓይነት ዊንዶ ክመፀኩም እዩ ኣብዚ ኣቲኹም ዝተፈላለየ ኣብዚ ቤስት ኒው ኣፕስ ዝብለኩም ኣሎ ካብዚ እናመረፅኩም ብዛዕባ እንታይ ምዃኑ ይዛረብ እዩ ኣብ ታሕቲ ይነግረካ እዩ ንኣብነት ሃይፕ ስሪ ኢሉ ናይ ግራፊክስ ን ዲዛይን ምዃና ይነግረኩም ኣሎ ከምኡውን ኣብዚ እንታይ ኣሎ እቲ ዋጋ ዋጋ ከዓ ሕብረኩም ኣሎ ማለት እዩ እዚ ናይ ነፃ ትደልዩ ኣብዚ ሲኦል ኢልኩም ከዓ ኩሉ ክዝርዝርዎ ትኽእሉ ኢኹም ከምኡውን ኣብዚ ካታጎሪስ ኣለኩም ዝተፈላለየ ካታጎሪ እናመረፅኩም ከዓ ክትጥቀሙ ትኽእሉ ኢኹም ማለት እዩ ሕራይ እምበኣር ንሎሚ ተዳልዩ ዝነበረ ትምህርትና ነዚ ዝረኣኹሞ እዩ ዝመስል ካብዚ ቪድዮ ኣገዳሲ ሓበሬታ ረኺብና ኢልኩም እንተሓሲብኩም ላይክ ምግባር ኣይትሕመቑ ከምኡውን ካልኦት ሰባት መታን ክጥቀሙ ሸር ግበርዎ እቲ ቪድዮታትና ብቐፃሊ ንዝርግሖም ቪድዮታት ንምክትታል ድማ ሳብስክራይብ ምግባር ኣይትሕመቑ ከምኡውን ኣብቲ ናይ ፌስቡክ ፔጅና እውን ክትከታተሉና ትኽእሉ ኢኹም